ስርዓት ብቕልል ዝበለ መልክዑ ኮይኑ ኣብነት እንድሕር ወሲድና ናይ ቁሪ ቁሪ እንተድኣ ኮይኑና ሃልዩ ኣካላትና እቲ ናይ ቁሪ ዝስምዑ ኣብ ቆርበትና ዘለዉ ሰንሰርስ ተቐቢሎም ናብ ብመልክዕ ኒሮንስ ወይ ካብ ስነመት ንጌሮም ናብ ሂፐተላማስ ዝበሃል ክፋል ናይ ኣካላትና ይሰድሞኒ ኒሮሰንስሪ መልእኽቲ ድማ ሽዑ ብዋሄታት ገይሩ ናብ ስርዓተ ዙረ ደምና ሆርሞን ይሰድድ ማለት እዩ ሂፖተላማስ ዝሰዶ ሆርሞን ወይ ከዓ ነዚ ሆርሞን እንታይ ድበሃል ስርዓተ ነዝዒ ኢንዶክራይን ክኸውን ይኽእል እዩ እቲ ሆርሞን ግን እንታይ ይበሃል ብትግርኛ ይፈልጠን እየ ስለዚ ሆርሞን እንዳልኩ ክቐፅል እየ ሶ ቲኣርኤች ድበሃል ወይ ከዓኒ ታይሮትሪፕቲን ሪሊዝን ሆርሞን ድበሃል ናይ ትእዛዝ ሆርሞን ማለት እዩ የንዝዕ እሞኒ ንስኻ ናብ ሰራውር ደም ይኸይድ ኣብቲ ሰራውር ደም ምስ ከደ እቲ ሰራውር ደም ከዓ ተመሊሱ ናብ ካልእ ሆርሞን ናይ ፒቲትሪ ግላንድ ድበሃል ይወስዶ ኣብ ኣንቴሪየር ፒቲትሪ ግላንድ ድበሃል ድማ ነቲ መልእኽቲ ተቐቢሉ ቲኤችኤስ ወይ ከዓ ታይሮይድ ስቲሙሌቲን ሆርሞን ወይ ከዓ ታይሮኖትሮፒን ድበሃሉ እዞም ነጠብጣብ ዝመስሉ ዘለዎ ነገር ይሰድድ እዞም ነጠብጣብ እዚኦም ድማ ተመሊሶም ናብ ካልእ ሆርሞን ስርሑ ክሰርሕ ዘለዎ እቲ መልእኽቲ ይነግርዎ ማለት እዩ እዚ ንኣብነት ናብዛ ጎረሮና ደላ ናይ ታይሮይድ ትበሃል የምፅእ እሳ ከዓ ተቐቢላ ነቶም ዋህዮታት መልእኽቲ ትሰደሎም ብመልክዕ ሆርሞን ብስርዓተ ዝሮ ደም ተፂሩ ከዓ ናብቶም ዋህዮታት ይኸይድ ኣብቶም ዋህዮ ወይ ከዓ ትሹ ናይ ኣካላትና ከኣ እቲ ድድላ ስረ ስራሕ ሰርሕ እስኻ እንታይ ክገብር ደለዎ ስርዓት ናይ ሞታብሊዝም ናህና ክቕልጥፍ ኣለዎ ስርዓተ ዝሮ ደም ክቕልጥፍ ኣለዎ ከምኡ እውን እቲ ሪስፓይሬሽን ዝበሃል ኣብ ውሽጢ ዋህዮ ክበዝሕ ኣለዎ ብዙሕ ኢነርጂ ክቃፀል ብዙሕ ደም ብኡ ክዘውር ይጅምር ንሕና ከዓ ሙቐት ይስማዓና ማለት እዩ ካብ ቁሪ ናብ ሙቐት ይስማዓና ስለዚ ቁሪ ዝሰምዕ ቁሪ ክስማዓና ዝገበረ ኣብ ቆርበና ኣብ ቆርበትና ደለዉ ሰንሰሪ ኒሮንስ ድበሃሉ እዮም ስለ ስነ መትኒ ማለት እዩ ሙቐት ክስምዓና ድገበሩ ካብ ኣእምሮ ካብ ሃይፖተላማስ ተቐቢሎም ናብ ፒቲትሪ ግላንድ ናብ ታይሮይድ ናብ ታይሮይድ ግላንድ ብመልክዕ ነዝዒ ገሮም ክሰዱ ድጸንሑ ብስርዓተ ዝሮ ደም ገሮም ድሓልፉ ደለዉ ከኣ እቶም ሆርሞንስ እዚኣ እታ ቀዳመይቲ ነጥቢ ክትርድኣና ዝደልያ ደሓር ካብዚ ቀፂልና እቶም ኢንዲቪጁዋል ዝኾኑ ትሽዓተ ዓበይቲ ግላንስ ኣለዉ ኣብ ኣካላትና እዚኣቶም ድሰርሑ ሆርሞንስ ድሰርሑ ወይ ሆርሞንስ ደቐምጡ ወይ ከዓ ሆርሞንስ ደንዝዑ ማለት እዩ ስለዚ መጀመርያ ኣብ ኣእምሮና ክንሪኦ ዘለና ሰለስተ ዓበይቲ ሆርሞናስ ኣለዋ ኣብ ኣእምሮና ንሰን ከዓ ሃይፐታላማስ ፒቲትሪ ግላንድ ወይ ከዓ ፓይናል ግላንድ ይበሃል ማለት እዩ ፓይናል ግላንድ ብዙሕ ግዜ ኣብ እዛ ፕሪሚቲቭ ተባሂላ እውን ትፍለጥ እያ ክንዲ ዓተር እያ ትኸውን ብጣዕሚ ንእሽቶ እያ ግን ንሳ ብጣዕሚ ብዙሕ ስራሕ እውን ኣለዋ ሶ ሃይፖተላማስ ቀንዲ ስርሑ እንታይ እዩ ኣብ ኣካላትና ዓቐን ናይ ማይ ዓቐን ናይ ጨው ዓቐን ናይ ሽኮር ዓቐን ናይ ሙቐት ዓቐን ናይ ብምሉኡ ምዕሩይ ክኾነሉ ዝግብኦ ኣብ ሓደ ደረጃ ክህልወሉ ዝግብኦ ዲግሪ ኣሎ እንተ ደኣ እዚ ካብቲ ክኾኖ ዝግብኦ ተመዛቢዑ ዲስፋንክሽን ይበሃል ማለት እዩ ወይ ከዓ ዲስ ባየስስ ይበሃል ማለት እዩ እሱ እንተ ከምቲ ዝድለ ክመሓደር ኮይኑ ኣብቲ ደድልየና ዓቐን እንተ ክፀንሕ ኮይኑ ንሱ እቲ ሆሜስትስስ ኣብ ሓደ ደረጃ ክበፅሕ ክኽእል ኣለዎ ስለዚ ወቕዕቲ ናይ ርብና ህርመት ክኸውን ይኽእል እዩ እቲ ሞቐት ናይ ኣካላትና ክኸውን ይኽእል እዩ ከምኡውን እቲ ብዝሒ ማይ ብጣዕሚ ናሮ ዊንዶ ወይ ከዓ ኣዝዩ ረቂቕ ዝኾነ ዲግሪ ፍልልይ ንእሽተይ ምብዛሕን ውሓድን ቱ ፐርሰንት ማይ ዲሃይድሬት እንተ ኮይና ኣብቲ ዝሓለፈ ግዜ ብዛዕባ ዲሃይድሬሽን ክንዛረብ ከለና እንታይ ኢለ ነይረ እንተ ናይ ክልተ ሚእታዊት ዲሃይድሬሽን ካብቲ ክንኮነ ዝግባኣና ቱ ፐርሰንት እንተ ጎዲልና ኣብ ዲሃይድሬሽን ድበሃል ናይ ምጉዳል ፈሳሲ ኣብ ኣካላትና በጺሕና ኣለና ማለት እዩ። እዚ ከኣ ነብሱ ድከኣለ ኣዝዩ ሓደገኛ ደረጃ እዩ። so ነዚ እንተደኣ ክንቅይሮ ኮይና ናይ ግድን ኣካላትና ብ spontaneous ድኮነ መልክዑ ንዕኡ ተማእዝነሉ system ክመጽእ ክክእል ኣለዎ። ሓደ ካብቲ ሜላ ንዕኡ ትገብረሉ ከኣ እዚ ናይ Hypothalamus ናይ ንዕኡ ንካልኦት እንዳኣዘዘ ናኣሽቱ ካብኡ ድንእሱ glands እንዳኣዘዘ ነቲ ምሕደራ ይገብሮ ማለት እዩ። so Pituitary እታ Pituitary gland እንተደኣ ሪኢና ድማ ኣንተሪር ዝበሃል ክፋል ናቱ ኣለዎ ንሱ ከዓ ሰክሪት እዩ ዝገብር ይሰርሕ ማለት እዩ ነቶም ናይ ኣካላትና ግሮዝን ዲቨሎፕመንት ወይ ከዓ ናይ ዕቤትን ምዕባለን ሆርሞንስ ዝኾኑ ሰክሪት ይገብር ማለት እዩ እቲ ሓደ ከዓ እቲ ፖስትሬል ዝበሃል ማለት እዩ እዚ ከዓኒ ናይ ሪኣብዞርቭሽን ወይ ከኣ ናይ ማይ ኣብ ኩሊትና ኮይኑ ደማሓድር ክንደይ ድኣክል ማይ ናብ ኣካላትና ክምለስ ኣለዎ ቅድሚ ሕጂ ብዛዓባ ዓቐን ጨውን ዓቐን ማይን ኣብ ኣካላትና ምልክት ጌረ ክገልጽ ፈቲነ ኔረ ንኣብነት ኣብዚኣ ክትኮውን ዝግባኣ ኣብዛ በዚኣ ምልእቲ ማይ እንተ ሓንቲ ማንካ ጨው እንተ ኮይና ትሕዝ ክልተ ማንካ ጨው እንተ ኣብዝሎ ኮይኑ ናይ ግድን ኣካላትና ከኣ ከይፈተወት በዚኣ ሙሉእ ፈሳሲ ሪተይን ክትገብር ኣለዋ። እዚ ዋተር ሪተንሽን ንብሎ። እዚ ዋተር ሪተንሽን ከኣ ነቲ ሆሜስተሰስ ክገብር ኢሉ ዝገበሮ እዩ። እንተ ደኣ ከምኡ ኢሉ ዘንቢዑ እዚ ናይ ጨው ዓቐን ኣብ ኣካላትና እንተ ደኣ ዘንቢዑ ብኡ ኢና ብዙሕ ንሸይን ብዙሕ ንርህጽ። ምኽንያቱ wherever sodium goes water follows ናብ ድኾነ ጨው ድኸዶ ማይ ከኣ ይስዕብ። እንድሕር እቲ ዓቐን ካብቲ ክኾኖ ድግብኦ ንላዕሊ በዚሑ ንዚ ናብ ጸቕጢ ደም ወይ ኦዲማ፣ ሕበጥ ናይ ኣእጋር ወይ ሕማም ልቢ ቅሉዕ ይገብረና። እዚ ኩሉ እዚ ንኸይመጽእ ግን እቲኦም ናህና ግላንድስ ወይ ከኣ ሆርሞንስ ነብሱ ድኸኣለ ምሕደራ ናይ ገዛ ርእሶም ኣለዎም። ስለዚ እታ ሂፐተላማስ ኣብ ኣእምሮና ደላ ከምቲ ድበልናያ እታ ካልኣይቲ ኣብ ኣእምሮና ደላ ከኣ ፒቲትሪ ግላንድ ትበሃል። ኢንተርዮር ኤንድ ኤክስተርዮር ድበሃል ክፋል ኣለዋ። እታ ኢንተርዮር ትበሃል ሰክሪት ትገብር። ሰኪሪቲ ትገብሮካ ናይ ምዕባለን ናይ ምዕባለ ኣዚን ግሮዝ ን ዲቨሎፕመንት ብዛዕባ ዕብየትን ምዕባለን ናይ ኣካላትና ክገብሮ ዘለዎ ቦን ደንሲቲ ክኸውን ይኽእል እዩ ቦን ስትሪንግስ ክኸውን ይኽእል እዩ እቲ ናይ ጭዋዳና ምድልዳል ክኸውን ይኽእል እዩ ቆልዑ ክግብዙ ከለዉ ክኸውን ይኽእል እዩ ዳዓበየ ሰብ ክብደት ክቕንስ ከሎ፣ እንዳሓጸረ ክኸይድ ከሎ፣ ሰብ ሸትኡ ምስ በጽሐ ካብ በዓል ሱሳ ንደሓር ቁመቱ እንዳሓጸረ እዩ ዝኸይድ ምኽንያቱ ኮምፕረሽን ናይቶም ኣዕጽምቲ ውን ስለ ዝፍጠር እቶም ኣብ መንጎ ኣዕጽምቲ ዘለዎ ነገራት ውን ስለ ዝጎድሉ እንደገና ውን ስለ ዝጉብጥ ንኹሉ እዚ ደማሓድር ከኣ እቲ ፒቲዩትሪ ግላንድ ይኸውን ማለት እዩ። እታ ፓይነል ግራንድ ትበሃል እታ ድናኣሰት ክፋል ናይ ፓይነል ግራንድ ድማ ገለ ካብቲ ናትና ማለተኒን ዝበሃል ንሕና ናይ ምድቃስን ናይ ምትሳእን ወይ ከኣ ስሊፕ ዌክ ፓራሜተር ትሰርዕ እታ ኣብ ኣእምሮና ደላ ሕጂ ቆልዑ ምድቃስ እንተ ኣብዮም ብዙሕ ግዜ ምስ ADHD ዝተኣሳሰር ሽግር እንተ ሃልይዎም ናተ ማለተኒን መድሃኒት እዮም ዝህብዎም ምክንያቱ እንተ ኣብ ግዜ ለይቲ ኣለርቲ ብጣዕሚ ኣክቲቭ ዝኾኑ ኮይኖም ነቲ ናቶም ዓቐን ናይ ማለተኒን ናይ ግድን ክውስኽ ክኽእል ኣለዎ ብዙሕ ማለተኒን ኣብ ለይቲ ሰኪር እንተ ጌርካ ናይ ድቃስ ኣኺሉ ኣሎ ማለት እዩ ስዕኡ ንዚ ብነገቲቭ ፊድባክ ዝበሃል ከዓ ወይ ሪለይ ሲስተም መልክዕ ገይሩ እዩ ነእምሮ ዝነግሮ ሶ ኣብ ግዜ ለይቲ ማለት እዩ ኢንሰኪር ንገብር ኣብ ግዜ ቀትሪ ከዓ ወላ ሓደ ኣይሰርሕን እዩ እዚ ናህና ናይ ምድቃስን ናይ ምትሳእን ትነግር ክፋል ድቃስ ዝሽገሩ ሰባት ኣብ ንኣሽቱ ዘለዉን ኣዝዮም ዝዓበዩን ሰባት ገለ ካብዚኣ ናይዛ ሆርሞን ምዝንባዕ ክኸውን ይኽእል እዩ እንተ ደኣ ከምዚታት ዘጋጠመኩም ሃሊኹም ኣትሊስት ነዚኣ ነገር እዚኣ ምርዳእ ነብሱ ዝኸኣለ ሓጋዚ ክኸውን ይኽእል እዩ ሰዚኦም እዮም እቶም ቀዳሞት ሰለስተ ሆርሞንስ ካብቶም ትሽዓተ ኣብ ኣእምሮና ደለዉ ብዛዕባኦም እውን ክንፈልጦ ድግበኣና ብዛዕባ ሄፐተላማስ ተባሂሉ እንድሕር ዝኾነ ሰብ ካብ ዘምሳይ ዘለኹም ብዛዕባ ሆርሞንስ ተላዒሉ ሂፐተላማስ እንታይ ይገብር እንድሕር ኢልና ሆሜስተሰስ ብሓፈሽኡ ረጊለይት ምግባር ወይ ከዓ ሕግታት ምስራዕ ካብዚ ንላዕሊ ተወፂኻ ጥዕና ኣይኮነን ካብዚ ንታሕቲ እንድሕር ከይድካ ጥዕና ኣይኮነን ስለዚ ኣብዚ ሬንጅ እዚ ክትከውን ኣለካ ኢሉ ደመሓድር ማለት እዩ ፒቲትሪ ከዓ ከምኡ ብዛዕባ ናይ ምዕባለን ግሮት ን ዲቨሎፕመንት ናይ ኣካላት እናድገልፅ ማለት እዩ እቲ ፖስተሪየል ንብሎ ዘለና ከዓኒ ሪኦብዘርቬሽን ናይ ማይ ወይ ከዓ ማይ ካብ ኩሊት ናብ ኣካላትና ንምምላስ ካብ ድሕግዝ ማለት እዩ እቶም ቀጺሎም ዝመፁ ሰለስተ ሆርሞን ራብዓይ ሓምሻይ ሻድሻይ ከዓ ታይሮይድ ፓራታይሮይድ ን ታይመስ ዝበሃል እዮም እዚኣቶም ከዓ ኣብ ከባቢ ናይ ጎረረና ዝርከቡ ሰለስት እዮም ኣብ ከባቢ ናይ ጎረረና ዝርከቡ ነገራት ማለት እዮም ብጣዕሚ ዝበዝሐ ታራ ዘለዎም ሓደ ካብቶም ዓበይቲ ፅልዋ ዘለዎም ዓይነት ሆርሞናት ድማ እዮም ሶ ብዛዕባ ኦከይ ብዛዕባ ታይሮይድ እንድሕር ክንዛረብ ኮይና ሓንቲ ካብተን ብዕምቀት ክንዛረበላ ድደሊ ኣብ ሕብረተሰብና ብጣዕሚ ከይተረድኦም ድኻም ምውድ ድብሉ ወይ መዓት ኢነርጂ እናተሰምዖም ከይደቀሱ ድሓድሩ ወይ ክብደት ምውሳኽ ብጣዕሚ ሃንደበታዊ ክብደት ናይ ምውሳኽ ሽግር ድገጥሞም ወይ ቀልጢፎም ሕርቕ ሕርቕ ጥብሉ ጠባዮም ኣብዚ ኣሎ ደይበሃል ዝኾኑ ወይ እውን ኣብዚ ሕበጥ ናይ ጉርንጉሪት ደጋጠሞም እቲ ክቢ ታይሮይድ ካንሰር ክኸውን ድኽእል ወይ ታይሮይድ ኢንፍላሜሽን ክኸውን ድኽእል ከምኡ ዝኣመሰሉ ኣብ ሕብረተሰብና ብብዝሒ ካብ ዝረኣዩ ብፍላይ ካብ ደቂ ኣንስትዮ ሕጂ ገለ ካብቲ ካብ ኤርትራ ዝመፀኒ ፕሪስክሪፕሽን ዓሰርተ ሸውዓተ ገለ ዝኸውን ዝመፀኒ ናይ ታይሮይድ እዩ ኣይዶን ነዋይ ኣብ ዝደሓለፈ እዚ ሎክዳውን ካብ ዝጅመር ጥራሕ ዓሰርተ ሸውዓተ ዝኸውን ፕሪስክሪፕሽን ነም ዕስራን ገለን ዝኾን መፂኒ እተን ዓሰርተ ሸውዓተ ናይ ታይሮይድ ጥራይ እየን እዚ ከዓ በቃ ገለ እንታይ እቲ ምልክታት ገለ ኢሎም ክድውለይ ከለዉ ቀልጢፈ ይደክም ምክንያት ዘይብሉ ሕረቕ ሕረቕ ይብል ኢነርጂ ትበሃል የብለይን ኮታቶም ምልክታት ድሓር ብትንታነ ክንሪኦም ኢና ኣብቲ ናይ ታይሮይድ ምስ ከድና ግን ኣብ ኢሮጳ እንዳነበሩ እውን ብሰርቲ ናብ ዶክተር ኬድካ ነዚ ነገር እዚ ብጣዕሚ ቀሊል ብጣዕሚ ቀሊል ቲስሪ ቲፎር ሳምፕል ወሲዶም እዮም ዝነግሩካ እቲ መርመራ እቲ ምክንያት እንታይ ምኳኑ ዋላ ኣይትፍለጦ እምበር ስለምንታይ ታይሮይድ ሓሚምካ ዋላ ኣይትፍለጦ እምበሪ እንተ ፈሊጥካዮ ብቅልል ዝበለ መልክዑ ኣመጋግባ ብምቕያር መድሃኒት ብምውሳድ ናብ ንቡር ክትመልሶ ትኽእል ነገር እዩ እሱ እንተ ዘንቢዑ እመኑኒ ዝበዝሑ እቶም ፓራታይሮይድ ሆርሞንስ ክሰርሖም ዝኽእል ነገራት ካብ ሕጊ ወፃኢ ይኾኑ and this is very very dangerous ብጣዕሚ ሓደገኛ ዝኾነ ንሕና ደይ ኣድማዕቲ ደይ ሕጉሳት ክንከውን ካብ ዝገብሩና ነገር ማለት እዩ ስለዚ እዚ እንተ እታ ታይሮይድ ንሪኣ ዘለና እዚኣ ኣብዚኣ ደላ ማለት እዩ እዚኣ ኣብዚኣ ደላ ቦክስ እያ ኣይደኖ ትረኣየኩም ኣላ ድያ ኣብዚያ ደላ ማለት እዚኣ ታይሮይድ ማለት ታይሮይድ ክንብል ከለና እዚ ኣብዚያ ደላ ግላንድያ ኩላህና ክንፍትሻ ክንፈልጣ ንኽእል ኢና እዚኣ ኣብዚ ስእሊ ንሪኣ ዘለና እዚኣ ቪ ትመስል ቅርፂ ዘላታ ማለት እዩ እዛ ኣብዚ ስእሊ ንሪኣ ዘለና ኦኬ እዛ ኣብዚ ስእሊ ንሪኣ ዘለና ሕጂ እታ ብቅድሚት ደላ ማለት እዩ እዚኣ እታ ብቅድሚት ትረኣየና ብድሕሪት ከዓኒ ከምዚኣ ንድሕር ገልቢጥና ርኢናያ ማለት እዩ ሶ እዚ ቅርፂ ከምዚ ንሪኦ ዘለና እዚኣ ከም ዝቐፅል ናይ ቅድሚትን ናይ ድሕሪትን ማለት እዩ ድሓር ሰለስተ ኣገደስቲ ዝኾኑ ሆርሞናት እዩ ሪሊዝ ትገብር እቶም ቀንዲ ካልሲቶኒን ዝበሃል ዳሕራይ እቲ ቲስሪ ካልኦ ከዓ ቲፎር ቲፎር ብታይሮክሲን ጥራይ ንፈልጦ ማለት እዩ እቲ ትራይ ኣዮዶታይሮኒን ዝበሃል ድማ እቲ ቲስሪ ማለት እዩ እዚኦም ሰለስቲኦም ሆርሞንስ ዘመሓድር ብዙሕ ግዜ ናህና ኢነርጂን ሞታብሊዝምን ናህና ጸዓትን ንዓና ድስምዓና ስምዒታትን ካብ ድገልጹ ገለ ነገራት ማለት እዮም። ኣለኹም ዶ ምሳይ ድምጺ ገለ can you please comment ኣብቲ ኮመንት ክጽሕፍለይ ዝኾነ ነገር ንበይነ ይዛረብ ከይህሉ can you say something ኣብ ኮመንት

ኦከይ ይስማዕ ኣሎ ድዩ ድምፂ ኣሎ ድዩ በጃኹም ንገሩኒ ኦከይ ፅቡቅ ቨሪ ጉድ ኦከይ ዳትስ ብሪልያንት ኣራይ በሉ ክቕፅል እየ ይቕሬታ እዚ ምውዳቕን ምትሳእን ናይዚ ኢንተርነት ገለ ካብቲ ብድሆታትና እዩ ግን ከይተድሃልና ክንቅፅል ክንክእል ኣለና ኦኬ ሶ ያ እዚኣ ሓንቲ ካብተን ኣዝየን ኣገደስቲ ዝኾና ነገር ብዛዕባ ታይሮይድ ክንፈልጦ ዘለና ነገር ማለት እዩ ሶ ብዛዕባ ታይሮይድ ክንዛረብ ከለና እቲ ቀንዲ ንዓና ክርዳእና ዘለዎ ሓደ እቲ ኢነርጂ ማለት እዩ ምውሳኽ ፅቡቕ ኣይኮነ ምቕናስ ፅቡቕ ኣይኮነ ካልኣይ ከዓ እቲ ሞታብሊዝም ማለት እዩ ኢነርጂ ክንብል ከለና እንታይ ዓይነት ሓይሊ ይስምዓና ኣሎ ቀልጢፍና ዲና ንደክም ብደይ ዝኾነ ሃልኪ ሞታብሊዝም ክንብል ከለና ራ ቀልጢፍና ዲና ክብደትና ንቕንስ ምኽንያቱ ደይተፈልጠ ወይ ስቕ ኢልና ክንዲ ገለ ንኸውን ዓዕንትና ፈጢጡ ማለት እዩ ዓይንና ፈርዩ ካብ ሰኩት ናይ ዓይንና ክወፅእ ድደለየ ክመስል ከሎ እምብዛ ክንገጅፍ ከለና መቸም ሰብ ብማዕዶ እንድሕር ሃንደበት ከምኡ መቐይሮ ኣብ ገለ ኣዋርሕ ሪኢኹምሉ እዚ ሰብ እዚ ናይ ሃይፐር ወይ ከዓ ምልዓል ናይ ታይሮዲዝም ሒዝዎ ኣሎ ማለት እዩ ብኣንፃሩ ከዓ ስቕ ኢሉ ማዕዘምዘም እንተ ደኣ ዀይኑ፣ ደይ ናቱ ባህሪ እንድሕር ከርኢ ጀሚሩ፣ ቀልጢፉ ድደክም እንተ ደኣ ዀይኑ ከኣ፣ እዚ ሰብ እዚ እቲ ሃይፖ ወይ ከኣ ታሕተዋይ ናይ ታይሮዲዝም፣ ናይ ታይሮይድ ምዝንባዕ ወይ ከኣ ዲስፋንክሽን ኣጋጢምዎ ኣሎ ማለት እዩ። እታ ሓሙሸይቲ ሆርሞን ድማ እታ ግላንድ ማለት እዩ፣ ሶሪ ይቕሬታ፣ እታ ሓሙሸይቲ ግላንድ ድማ እታ ፓራታይሮይድ ትበሃል ማለት እዩ። እታ ፓራታይሮይድ ብዙሕ ግዜ ሃይፖፋየሲስ ተባሂላ ውን ትፍለጥ እያ። እሳ ድማ ኣዝዮም ኣገደስቲ ዝኾኑ ብዛዕባ ናይ ካልሽየም፣ ካልሽየም ነዕጽምትና፣ ነስናና፣ ንጭዋዳና ገለ ካብቲ ድላዓለ ደረጃ ካብ ድጻወቱ ማዕድናት ሓደ እዩ። so ንክ ዓቐን ናይ ካልሽየም ኣብ ኣካላትና ድቆጻጸር እቲ ፓራታይሮይድ ድበሃል ግላንድ ኣብ ናይ ታይሮይድ ግላንድ ታሕቲ ብግምጣሉ ተቐሚጠን ካብ ድረኣያ ከም ዝንገን ድልና ተን ብጫ ብጫ ድመስላ ነጥቢ ማለት እዩ ብግምጣሎ ካብ ደለዎ ማለት እዩ ፓራታይሮይድ እንድሕር ናትካ ናይ ፓራታይሮይድ ዲስ ባየስስ ወይ ከዓ ዲስፋንክሽን ወይ ከዓ ምዝንባዕ ኣጋጢመካ ኣስናንካ ብቐሊሉ ድኹም ይኸውን ወይ ስኑ ሃንደበት ድጎርፍ ሰብ ከምዞም ብዙሕ ሽኮር ድቑሕሙ ዱዓዋዕ ድብል እንድሕር ርኢኻ ገለ ካብቲ ጠንቅታት ናይ ፓራታይሮይድ ሽግር ክኸውን ይኽእል እዩ ብዘይካ እዚ ናይ ፓራታይሮይድ ብዘይካ እቲ ናይ ኣስናን ኣዕጽምትኻ ብቐሊሉ ድኹም ድኸውን፣ ብዙሕ ቃንዛ ናይ ምሕኩልቲ ደጋጥመካ፣ ዳዕበኻ ክትከይድ ከለኻ ተሰባሪ ኣዕጽምቲ ክህልወካ፣ ዓንዲ ሕቖኻ ብዙሕ ግዜ ቃንዛ ክስምዓካ ከሎ፣ ብምሉኦም እዞም ብድሆታት እዚኦም ከኣ ናይ ፓራታይሮይድ ሽግር ክኾኑ ይኽእሉ እዮም። ምኽንያቱ ካልሸም እንተ ድኣክል ዘይብልካ ካልሸም እንተ በዚሑ ሃርት እንታይ ድበሃል ካርዲያክ ኣረስት ክሕዘካ ይኽእል እዩ ብዙሕ ካልሽየም ገለ ሓንቲ ቪድዮ ከሪኦኩም ዋላ ብዛዕባ ካልሽየም ኣብ ኣካላትና ከመይ ገሩ ይሰርሕ ምእንቲ ንኩላህና ክርዳእና ንእሽተይ ኣኒሜሽን ከርእየኩም እየ ካልሽየም ካብቶም ኣዝዮም ኣዝዮም ብጣዕሚ ጠቐምቲ እንተ ጎዲሎም ከዓ ሓደገኛታት ዝኾኑ ነገራት ማለት እዩ ብዙሕ ግዜ ኣብ ኣዕፅምትና ካብ ደጋጥሙ ነገራት እዩ ድረአ እንተ ደኣ ንሱ ካብ ክኾኖ ድግብኦ ንታሕቲ ኮይኑ ሓደ ካብቲ ብድሆታት ይቕሬታ ሸር ክገብሮ ኣለኒ ሓንቲ ነጥቢ ሶዳ ንኩላህና ምእንቲ ክረኣየና

ከምዚ ንሪኦ ዘለና ዓቐን ናይ ካልሸም ካልሸም ካብ ዕለት ናብ ዕለት ካብ ደድልየና ካብ በዓል ፀባ ገለ ከም ንረኽቦ እዩ ዝዝረብ ፀባ ናይ ከፍቲ እንተ ገዲፍናዮ ግን መዓት ከምኡ ጥቕሚ ዘለዎም ነገራት ኣለዉ ሕጂ ከምቲ ዝበልናዮ ቀንዲ ጥቕሙ ኣብ ስነ ገለ ካብቶም ቀንዲ ጥቕምታት ናይዚ ካልሽየም ክንዛረብ እንተ ኮይና ነብሲ ወከፍ ብምሉእ ኣካላትና ናይ ካልሽየም ዓቐን ከምቲ ድድለ ምሉእ ክኸውን ክኽእል ኣለዎ እንተ እቲ ዓቐን ናይ ካልሽየም ጎዲሉ ግን ብጣዕሚ ሓደገኛ ዝኾነ ናይ ዝተፈላለዩ ክፋል ናይ ኣካላትና ካብ ኩሊትና ጀሚርካ ናብ እቶም ጨዋዳታት ካብ ኩሊት ካብ ኩሊትና ጀሚርካ ከምኡ እውን ናይ ኣዕፅምትና ከምኡ እውን ናይ ታይሮይድ ግላንድ ንባዕሉ ከምኡ እውን ናይ ቫይታሚን ዲ ዘሎ ሽግራት ከምኡ እውን ናይ መትንታት ኮታ ብምሉእ ኣካላትና ናይ ካልሽየም ምዝንባዕ ብጣዕሚ ሓደገኛ ዝኾነ ጎነፅ ወይ ለውጢ ፀገም ይደምፃልና ዓቐን ናይ ካልሽየም ኣብ ኣካላትና ኩሉ ግዜ ከምቲ ዝድለ ምሉእ ክኸውን ኣለዎ ብዝተፈላለየ ምክንያታት ካልሽየም ክንረኽቦ ንኽእል ኢና ካብ ብዙሓት ኣሕምልቲ ክንረኽቦ ንኽእል ኢና ሕጂ እቲ ካልሽየም ክበሃል ከሎ ብዙሕ ግዜ ምስ ሰብ ምስ ዓበየ ከም ድወሃብ ከም ቫይታሚን ዲን ካልሽየምን ዘለዎ ከም ድወሃብ ይድረሀ ግን ነፍሲ ወከፍ ዋህዮና የድልዮ ነፍሲ ወከፍ መትንና የድልዮ ነፍሲ ወከፍ ጭዋዳና የድልዮ እንተ ናቲ ዓቐን ናይ ካልሸም ናይ ኣካላትና ሙሉእ ደይ ኮይኑ ካብ ኣስናና ጀሚርካ ማለት ዝበዝሑ ብምሉእ ኣዕፅምትና ትስዓን ትሽዓተ ሚእታዊት ኣብ ኣዕፅምትና ይትሰርሕ እቲ ሓንቲ ሚእታዊት ኣብ መትንታትናን ኣብ ስርዓተ ዝሮደምናን ኣብ ጨዋዳናን ትሰርሕ ድማ ናቶም ምጉዳል ህርመት ልብኻ በገባብ ደይኮነ ክኸውን ይኽእል ዝተፈላለየ ፀገማት ምስኡ ተሰንዩ ክመፀካ ይኽእል እዩ ሰብ ብዛዕባ ካልሽየም ምጉዳል ኣብ ናህና ክሊ ዕድመ ደሎ ሰብ ብጣዕሚ ንቕሓት ካብ ደድልዮም ነገራት እዩ። ናይ ግድን እንተ ደኣ ከምዚ ድኻም ዝስምዓና ኮይኑ ናይ ግድን ክንምርመር ክንክእል ኣለና። ቫይታሚን ዲ ንበይኑ ምጉዳሉ ጥራሕ ኣይኮነን እኹል እቲ ቴስት ብዛዕባ እዚ ተመርሚርና ከምኡ እውን ኣብ ህፃናት ክኾኑ ይኽእሉ እዮም ብቐሊሉ ክብደት ዘይውስኹ እንተ ደኣ ኮይኖም ገለ ካብቲ ብድሆታቱ ናይ ካልሽም ዓቐን ጎደሎ ምዃን እዩ ወይ ከዓ ዲስፋንክሽን ምዃን እዩ እንተ ደኣ ከምኡ ደጋጥመና ሃልዩ ከዓኒ ብርግፅ ንሕና ናይ ፓራታይሮይድ ሽግር ክህልወና ይኽእል እዩ ንዕኦም ምምርማር ከድሊ እዩ ማለት እዩ ኦኬ ሕጂ ናብታ ናና ስላይድስ ክንምለስ ኦኬ ሶ ታይሮይድ ፓራታይሮይድ ርኢናየን ኣለና ካብኣ ቀፂላ ትመፅእ ታይመስ ትበሃል ማለት እዩ እታ ታይምስ ትበሃል ነቶም ናህና ስርዓተ ምክልኻል ቲ ሴልስ ዝበሃሉ ወይ ከዓ ፃዕዱ ዋሄታት ደም ብዛዕባ እዚኦም ትማሊ ይዛረብ ነይረ ንሕሪኹም መኾንኩም ቢ ሴልስን ቲ ሴልስን ቫይረስ ክሕዘና ከሎ ናብ ስርዓተ ሂሞሎጂካል ወይ ከዓ ናይ ስርዓተ ዙረደም ኣብ ደምና ኣትዩ ካብ ዝዞሩ ከም በዓል ቫይረስ ባክቴርያ ገለ ዝኣመሰሉ ብድሆታት ክመፁና ከለዉ ንዕኦም ካብ ደላልዩ ቀንዲ ብጣዕሚ ቫይታል ዝኾነ ናይ ስርዓተ ምክልኻል ናይ ኣካላትና ፋይቲን ዲዚዝስ ወይ ከዓ ንሕማማት ይኹኑ ንተጓዳእቲ ነገራት ብደገ መፂኦም ንምቁፅፃር ካብ ተድሊ ዝበዝሐ ግዜ ዋይት ብላድ ሰልስ ማለት እዩ ንትቋፃፀር ንዕኦም ትሰርሕ ታይምስ ትበሃል ግላንድ ማለት እዩ እንተ ርኢና ካብ ምብራቅ ኣፍሪቃ ድመፁ ደበሉ ድበዝሑ እንደገና ቸክ ክገብር ኣለኒ ይቕሬታ ሓንቲ ነጥቢ ቸክ ክገብር ኢስት ኣፍሪካን ክሳብ ሓምሳ ሚእታዊት ዝኾኑ ናይ ሚድል ኢስት ኣንሲስተርስ ዘለዎም ኣሲምፕቶማቲክ ናይ ኒፍሮይና ዘለዎም ኣለዎ ማለት እዩ ዝኾነ መፅናዕቲ ተገይሩ ነይሩ ብዛዕባ እዚ ሕጂ ካብ ሚድል ኢስት ድመፁ ትሑት ዝኾነ ናይ ፃዕዱ ዋሄታት ደም ወይ ከዓ ናይትሮፋይልስ ካውንት ዝበሃል ኣለዎ ማለት እዩ እዚ ብዙሕ ግዜ ዋላ ምክንያት እንታይ ምኳኑ እቲ ምክንያት ብርግፅ ኣይፈልጥዎም እዮም ግን ካልእ መጽናዕቲ ናይ ክልተ ሽሕን ዓሰርተ ሽዱሽተን ዝነበረ እንታይ እዩ ዝብል ኢንክሪዝድ ናምበር ኦፍ ኣፍሪካን ማይግራንትስ ካብ ኢትዮጵያን ኤርትራን ማለት እዩ ብላድ ካውንት ናቶም እንታይ ዘርኢ ብጣዕሚ ውሕድ ዝኾነ ናይ ፃዓዱ ዋሕታት ደም ጂኒየም ዋይድ ኣሶሴሽን ኦፍ ዋይት ብላድ ሴልስ ካውንት ኣብ ኢስት ኣፍሪካ ኒፍሮን ካውንትስ ብጣዕሚ ውሕድ ዝኾነ ኣይ ቲንክ ዚስ ኢዝ ዘ ዋን እዚኣ ከሪኦኩም ኣለኒ እዛ ሪሰርች ፔፐር እዚኣ Ähm, Baretax, እዚኣ ናይዛ ሪሰርች ፔፐር ስክሪንሻት ገይረ ከሪአኩም ፉል ኣክሰስ የብለይ ናብኣ ግን ኣይ ክን ቴክ ፒክቸር ኦፍ ኢት ከም ትሪእዎ ብጣዕሚ ብዙሕ ግዜ ሳይት ዝኾነ ብዙሕ ግዜ ሪፈረንስ ዝተገብረሉ ሓደ ካብቶም ብዙሓት መፅናዕቲ እዩ ምክንያቱ ኣነ ከምዚ ደው ኢሎም ካብ ሆስፒታል ክን ኤክስፕሌን ሲሎም ክሓትኑ ከለዉ ወላ ሓደ ፍልጦ ኣይነበረኒ ብዛዕቡ ሪሰርች ፔፐር ዝሰደዱለይ ከዓ ነዚ ነገር እዚ ትገልፅ ኣብያ ኣለና ሞ ሕጂ Okay. እዚኣ እታ ሪሰርች ፔፐር ከም ገለ ጌርኩም እንተዳረኪብኩሞ ዝኾነ ሃይፖተሲስ ኣብ መንጎ ኣፍሪካን

ዳርክ ኔል ጂኖታይፕ እንታይ ምዃኑ ኣነ ይፈልጦን እየ ብርግፅ ብዛዕባ ጂን እዮም ዘፅንዑ ሰባት ክሓትት ክኽእል ኣለኒ ግን እንታይ ንምባል እየ ነዚኣ ደምፃ ዘለኹ እቲ ዓቐ ናህና ናይ ናይ ታየምስ እታ ሆርሞን ናህና ናይ ፃዕዲ ዋህየታ ደም ምምሕዳር ስለትተኣሳሰር ናቱ ምዝንባዕ እንተ ሃልዩ ኣብቲ ናህና ንርእዮ ዓቐን ናይቲ ፃዕዲ ዋህየታ ደም ድማ ራእይ እታ ትማሊ ዝገበርክዋ ኣብዚ ቻነል ኣላ ብዛዕባ ቫክሲን እየ ዝዛረብ ነይረ ትማሊ ብዛዕባ ፃዓዱ ዋህታት ደም ብፍላይ ከዓ ቲ ሰልስ ን ቢ ሰልስ ከመይ ገሮም ዲፍረንሽት ገብሩ ከመይ ገሮም ኣክቲቬት ገብሩ ኣነን ካልእ ብፃይ ሳይንቲስት ሽደን ኮይና ንእሽቶይ ንዝት ነይርና በጃኹም ኬድኩም ረእይዋ ብዛዕባ ቫክሲን ብዕሙቕ ድበለ ትማሊ ንእሽቶይ ክዘቲ ኣለኹ ካብ ድሕረ ባይታ ጀሚረ ናፍቲ ህልው ኩነታት ማለት እዩ ሶ ኤኒወይ እዚኣ ብዛዕባ ስርዓተ ምክልኻል ናይ ኣካላትና ካብ ትዛረብ ኣዝያ ኣገዳሲ ዝኾነት ክፋል ናይቶም ግላንድስ ትበሃሉ ማለት እዩ ኦከይ እዚኣ እታ ሪሰርች ፔፐር እያ ዳርጋ ኣርባዓን ሸሞንተን ዝኸውን ሳይተሽን ኣለዋ ገና ከዓ እዚ ናይ ክልተ ሽሕን ዒስራን እዩ ሎም ዓመት ዝተገብረ እዩ እዚ ድማ ምስ ኮሮና ቫይረስ ተኣሳሲሩ ካብ ዝመፅእ ነገራት ሕማም ክመፀካ ከሎስ እቲ ዝከላኸል ክፋል ናይ ኣካላትና ማለት እቲ ግላንድ እንታይ ዓይነት ሆርሞንስ እዩ ጀነሬት ዝገብር ዘሎ እቶም ኒትሮፋይልስ ዝበሃሉ ስጋዕ ክንደይ ዓብ ተራ ኣለዎም have long been unclear the cause of ethnic or being neutrophile uh, uh, benign neutrophile

እንታይ ምዃኑ ብርግጽ ብዕምቆት እንደገና ኣይ ቲንክ ካብ ሕጂ ግዜኹም ደባኽን ኣንቢበ ከም ብሓድሽ ክምለሰኩም እየ ሶ ሽዱሽተ ርኢና ኣለና ስጋብ ሕጂ እተን ዝተረፋ ሰለስተ ድማኒ ሸውዓተ ሸሞንተ ትሽዓተ ማለት እዩ እቶም እታ ሻውዒቲ ኣብ ደቂ ተባዕትዮ ተስ ማለት እዩ ወይ ፍረ ነብሲ ኣብ ደቂ ኣንስትዮ ድማኒ እታ ማህፀን ማለት እዩ ወይ ከዓ ኦቨሪ እዚኦም እዮም እቶም ግላንድስ ንብሎም ደቂ ተባዕትዮ ወይ ደቂ ኣንስትዮ ናቶም ናይ ስርዓተ ምርባሕ ሆርሞናት ከምቲ ዓንቲ ወይ ዝገለፅክዎ በቶም ኤልኤልኤች ኤፍኤስኤች ዝበሃሉ ኣብ መጀመርያ ክኣቱ ከለኹ ዝገለፅክዎም ዝምሕደሩ ማለት እዩ ብጣዕሚ ኣገዳሲ ካብ ዝኾኑ ድማ ብዘይካዚ እቲ ሪፕሮዳክሽን ወይ ከዓ ንምርባሕ ካብ ዘገድሱና በዞም ሆርሞንስ እዚኦም እዮም ዝምሕደሩ ኣብ ካልእ ስላይድ ኣለሃኒ ብዛዕባ ብትሕቲ እዚኣ ዝቆረፅክዋ ግን ኣብ ደቂ ኣንስትዮ እቲ ኦቨሪ እንተድኣ ርኢና ኢስትሮጅን ኣብ ኖርማል ግዜ ፕሮጀስትሮን ክኣ ኣብ ግዜ ጥንሲ ካብ ሰኪዩር ካብ ዝገብሮም ነጋራት ዊች ፕለይስ አ ኪይ ሮል ኦን ዘ ሄልዝ ኦፍ ዘ ፊመል ሪፕሮዳክቲቭ ሲስተም ኢስትሮጅን ፕሮጀስትሮን ኣብ ደቂ ኣንስትዮ ካብ ዝርኣዩ ቴስቶስትሮን ክኣ ኣብ ደቂ ተባዕትዮ ካብ ዝርኣዩ ማለት እዩ እታ ሻሙነይቲ ሆርሞን እታ ፓንክሪያስ ማለት እዩ ብዛዕባ ፓንክሪያስ ክብል ከለኹ መቸም ኩላህና እንታይ ምዃና ትርዳእና ብዛዕባ ፓንክሪያስ ክንዛረብ ንድሕር ኮይና ኣብዚ ኮመንት ብዙሕ ደጋጊምና ስለ ዝተዛረብና ገለ ካባኹም ክትዝክርዋ ተስፋ ይገብር እዚኣ ንስርዓተ ምሕቃቕ መግቢ ብፍላይ ከዓ ከም በዓል ፕሮቲን ፋትስ ዝኾኑ ኣብ ምሕጋዝ ዓቢ ተራ ዘለዋ ከምኡውን ካርቦሃይድሬት ንዝተወሰነ ዓቐኑ ማለት እዩ ቀንዲ ከዓኒ ናይ ኢንሱሊንን ግላኮግንን ዝበሃሉ እቶም ኢንሱሊን ካብ ኣካላትና ካብ ስርዓተ ዝረደም ሽኮር ወሲዱ ናብ ቲሹ ዝወስድ ወይ ድማ ናብ ፀላም ከብዲ ወሲዱ ክኽዘን ከም ዘለዎ ዝገብር እቲ ግላኮግን ግላኮጎን ድማኒ ካብ ጸላም ብመልክዕ ጸላም ገብሪ ገይሩ ግሉኮኖጀነሲስ ብዝበሃል መልክዕ ነቲ ከም ሆርሞን ኣብ ደምና ሽኮር ውሒዱ ኣሎ ሽኮር ውሒዱ ኣሎ ዝብል መልእኽቲ ምስ መጾ ነዚ ሆርሞን እዚ ናብ ጸላም ከብዲ ይሰዶ ጸላም ሰብዲ ከዓ ነቲ ስብሒ ወይ ቅሙጥ ዓቐን ናይ ሽኮር ኣብ ኣካላትና ሰቢራ ናብ ስርዓተ ዝሮ ደም ትብትኖ ማለት እዩ እዚኦም ክልቲኦም እንዳተባራረዩ ናይ ግሉኮስ ሮጊሌት ኣብ ምግባር ካብ ዝፃወቱ ማለት እዩ እቶም ቤታ ሰልስ ኣብዚ እትዮም ናይ ኢንሱሊን ዝስርሕሉ ማለት እዩ ስለዚ ኢንሱሊን ሓደ ካብቶም ሆርሞንስ ኣብ ፓንክርያስ ዝስርሑ ምዃኑ ኣብ ተፈላለየ ኣጋጣሚታት ብዛዕባ ሽኮር ክዛረብ ከለኹ ገሊፀ እየ ነይረ ናይ መጨረሻ ኣብዚ ክንዝትየላ ንደሊ ድማ ተኣድርነል ግላንድ ትበሃል እዩ ኣደርናል ግላንድ ገለ ንኣብነት ሓደ ሰብ ድሓረቀ ድተጨነቀ እንድሕር ሪና ቀልጢፊ ሽንቲ ዝመጾ ምሽ ኣሎ ሓንቲ ኣክቹሊ ስና what happens to the body ሓንቲ ኣዝያ ኣገዳሲት ድኾነት ችችች body parts and

ማይንድ ቦዲ ኣይ ቲንክ ኢትስ ኮልድ ማይንድ ቦዲ ማይንድ ቦዲ ሴግመንት መስለኒ ተደይ ተጋጌ ግን ኣይናይ ኣካላት ኣይናይ ክፋል ናይ ኣካላትካ እንታይ ድኸውን ድኾነ ስምዒታት ክስምዓካ ከሎ ንኣብነት ሽንቲ ክመፀካ ከሎ ክትርህፅ ከለካ ቀጥቀጥ ክትብል ከለካ መዓስ ኢካ እንታይ ትኸውን ገለ ተብርህ ንእሽተይ ሓበሬታ ረኪበ ነይረ ድሓን እሳም ካልእ ግዜ ሸር ክገብራ እየ ኣብዚ ቻነል ከም ስእሊ ገይረ ሸር ክገብራ እየ እዛ ኣደረናል ግላንድ ትበሃል ግን ብዙሕ ግዜ ምስ ረስ ምሻሎ ኣእምሮኻ ካብቲ ትውጥኖ ስኻ ንላዕሊ ካብቲ ስኻ ሓሳባትካ ፕሮሰስ ክገብሮ ድኽእል ንላዕሊ ምስ ዝኸውን ስቲሙለይ ናብኣ ይመፅእ ሞኒ ሰንስ ኮርቲሶል ወይ ከዓ ናይ ጭንቀት ሃንድላ ምግባር ወይ ከዓ ወጥሪ ናይ ኣእምሮ ሃንድላ ምግባር ካብ ትሕግዝ ሓንቲ ግላንድ ማለት እዩ ንሳ ሪሊዝ ትገብሮ ከዓኒ ኣድሪኒሊን ኣብ ግዜ ፋይት ኦር ፍላይት ካብ ዘድልዩኻ ወይ ከዓ ክምሻሎ ስጉምቲ ትወስደሉ ዘለካ ደረጃ እንተ ኣቲኻ ካብ ዘድልዩኻ ሓደ ማለት እዩ ወይ ከዓ ኮርቲሶል ነቶም ካልኦት ቦዲ ሲስተም ሽኮርካ ክበዛሕ ከም ዘለዎ ኣብ ስርዓተ ዝረዶ ምክንያቱ ብዙሕ ፀዓት የድልየኒ ስለ ትብል ነፍሲ ብኣካላትካ ሽንቲ ሽንቲ ከብለካ ከሎ ምክንያቱ ብዙሕ ሽኮር ኣብ ደም ክሰርኩሌት ክገብር ከሎ ናብ ኩሊት ኸይድሞ ንዑ ፊልተር ክትገብር ከላ ብዙሕ ፈሳሲ ተዋህልል ክትርህጽ ከለኻ ቀጥቀጥ ክትብል ከለኻ ኮሄረንት ዘይኮነ ሓሳባት ክተምፅእ ከለኻ ያው ኣዶርናል ግላንድ ዝበሃል እዩ ብዙሕ ተራ ዝፃወት ዘሎ ከምቲ ዓንቲ ወይ ዝበልክዎ እቲ እዚያ መቐፀልታ ናይቲ ዓንቲ ወይ ዝነበረት እያ ኣብ ደቂ ኣንስትዮ እቲ ኢስትሮጅን ን ፕሮጀስትሮን ዝበሃል ብዛዕባ እዚኣ ናይ ፒልስ ናይ ፕሬግናንሲ ወይ ከዓ ናይ ስርዓተ ምክልኻል ጥንሲ ደድልዩ መድሃኒት ኣየናይ እዩ እንታይ ድገብር ክዝትየ ኣነ ባያዝ ከይኮንኩ ወይ ወገን ከይሓስኩ እቲ ሳይንስ ግን እንታይ እዩ ድብል እቲ ዴታ ድለና እንታይ እዩ ድብል ኣየናይ እዩ ይቕሬታ ርትዓዊ ኣየናይ እዩ ንዓና ከም ሕብረተሰብ ክጠቕመና ዝኽእል እቲ ኣብኡ ዝግበር ፍርህታት ከ ካብ ምንታይ ዝተመንጨወ እዩ ብርግፅ ከምቲ ዝበሃል እዩ እቲ ፍርህታት ኣብኡ ዘሎ ኣብ ዝቕፅል ዘሎ ድሕሪ ታይሮይድ ክዝትየ ንሕጂ እቶም ቴስቲስ ወይ ከዓ ቴስተክልስ ንብሎም ድማ ኣብ ደቂ ተባዕትዮ ገለ ካብ ኣካላዊ ምምዕባል ማለት ቴስቶስትሮን ማለት እዩ ኣካላዊ ከምዚ ጨጉሪ ጭሕሚ ገለ ምውፃእ ምምዕባል ኣብ ትሽትሽ ድዩ ወይ ኣብ ዳውን ብለው ኣብ ኣብኡ ማለት እዩ ገለ ካብ ሶም ምዕባለታት ማለት እዩ ኣካላዊ ምዕባለታት ከምኡ ደቂ ተባዕትዮ ቴስቶስትሮን እንድሕር ኣለዎም ኮይኑ እዚ ብምንታይ ኢና ብዙሕ ግዜ ንፈልጦ እንተ ደኣ ርኢኹም ሕጂ ምስዚ ድመፅእ ደሎ ጀንደር ፍሉዲቲ ዝበሃል ብዙሓት ካብን ናብን ዝቕይሩ ዘለዉ ብፍላይ ከዓ ኣወዳት ነይሮም ደቂ ኣንስትዮ ምስ ተቐየሩ ኣብቲ ኮምፒቲሽን ናይ ኦሎምፒክስ ገለ ክኸዱ ከለዉ ርኡይ ዝኾነ ናይ ኣካላዊ ፍልልይ ምሽ ኣሎ እቲ ጭዋዳታት እቶም ኣዕፅምቲ ምሽ ኣሎ ርኢኻ ጥራሕ ክትፈልዮም ትኽእል ብድሆታት ኣሎ ወይ እቲ ደንሲቲ ናይ ኣዕፅምዎምን ናይ ጭዋዳኦምን ብጣዕሚ ዝተጋነነ ይኸውን እዚ እዚ ከዓኒ ገለ ካብቶም ብድሆታት ከም ሕብረተሰብ ክንነቕሓሎም ዘለና እንታይ ክንገብር ንኽእል ብዛዕብኦም ኣብ ዝተፈላለየ ኣጋጣሚታት እቲ ኤቴክስ ክንዝቲ ኢና ክኢላታት ኣምፅአ ክዝቲ ክፍትን እየ ሶ ያ እዚኣቶም ከምዚ እትዮም መባእታዊ ዝኾነ ንቕሓት ኢንዶክራይን ሲስተም ክንብል ከለና እቶም ግላንድስ ዝበሃሉ ነዚኦም ደመሓድሩ ምስኡ ከኣቶም ሆርሞንስ ዝበሃሉ እንታይ ምዃኖም ስጋብ ኣብዚኣ ዘቲና ኣለና እቶም ሆርሞንስ ኣብ ክልተ እዮም ዝምቀሉ ኣይዲያሊ ብማይ ድሓቁን ብስብሒ ድሓቁን ማለት እዩ እቶም ብማይ ድሓቁ ካብ ፕሮቲን እዮም ዝስርሑ ወይ ከዓ ካብ ኣሚኖ ኣሲድ እዮም ዝስርሑ እዚኦም ናይ ፔፕታይድ ሆርሞንስ ተባሂሎም ዝፍለጡ ንውሕ ድበለ ናይ ፕሮቲን ሆርሞንስ ወይ ከዓ ቸይንስ ንብሎም ተለቃቂቦም ካብ ድመፁ ነገራት ማለት እዮም ገለ ካብኣቶም እቶም ናይ ሂፖታላማስ ወይ ከዓ ናይ ኣንቴሪየር ፒቲትሪ ግላንድ ዝበሃሉ ሆርሞንስ ናብኡ መልእክቲ ኣብኡን ካብኡ ድወስዱን ድመልሱን ማለት እዩ እቶም ዋት እቶም ካልእ ድማ ከምዚ ናይ በዓል ታይሮይድ ወይ ካታኮላማይንስ ዝበሃሉ ከምዚ ናይ ስፔሲፊክ ኣሚኖ ኣሲድስ መልክዕ ብምቕጣር ታይሮይሲን መልክዑ ንሽተይ ቅይር ኣቢልካ ኬሚካል ስትራክቸር ናቱ ድመፁ ማለት እዩ ቀረባ ዝኾኑ ናብቶም ኣሚኖ ኣሲድስ ካልእ እቶም ናይ ስቶሮይድስ ዝበሃሉ ድማ ኣብ ናይ ስርዓተ ምርባሕ ኣድርናል ኮርትሬክስ ካብ ዝገብሩ ሆርሞንስ ብስብሒ ካብ ድሓቁ ማለት ወይ ከዓ ካብ ኮለስትሮል ዝስርሑ ማለት እዩ ስለዚ ቫይታሚን ዲ እንተ ዝወሕደና ሃልዩ እቲ ናህና ካልሽም ዓቐን ጎደሎ እንተ ኮይኑ እዞም ሆርሞናት እዚኦም ኣብ ምስርሖም እውን ዓብ ብድሆ እዩ ዝፍጠር ማለት እዩ ስለዚ እንዳተቋረኑ እንዳተደጋገፉ እዮም ዝመፁ ሶ ስጋ ሕጂ እንታይ ኢና ርኢና ዘለና እንተ ደኣ ከምዚ ንሪኦ ዘለና እዚኣ እታ ፒቲትሪ ግላንድ ትበሃል ማለት እዩ ሂፕ እዚኣ ምስ ብልዕሊያ ደላ እንታይ ትበሃል ኢልና ኣለና ሂፐተላማስ እሳ ከዓ እታ ደዓበየት ማስተር ማለት እዩ እታ ሂፐተላማስ ነዚኣ እንታይ ክትገብር ከም ዘለዋ ትነግራ ማለት እዩ እዚኣ ከዓ ከምዚ ክንሪኦ ዝፅናሕና ናብ ስርዓተ ምርባሕ እንድሕር ከይዳ ናብ ስርዓተ ኣዕፅምቲ ወይ ከዓ ስርዓተ ምምዕባል ስርዓተ ምሕደራ ናይ ኣካላትና ከመይ ኢልና ግሮዝ ን ዲቨሎፕመንት እንተ ከይዳ ናብቶም ስርዓተ ሰንሰሽን ወይ ከዓ ናብ ቆርበትና ገፁ እንተ ከይዱ ስርዓተ ፀባ ምምንጫው ስርዓተ ናይ ኣደ ወይ ናይ ምርባሕ መልክዑ ወይ ኣድሮናል ኮርቴክስ እንተ ከይዱ ከምኡውን ናብ ታይሮይድ እንተ ከይዱ እቶም ካልኦት ማመልን ግላንስ ኣብ ግዜ ሕርስን ጥንስን ካብ ምምንጫው ዝሰርሑ ከምኡ እውን ኣብ ግዜ ፔሪየድ ወይ ከዓ ፅግያት ካብ ድመፁ ከምኡ እውን ኣብ ግዜ ምሕደራ ናይ ማይ ካብ ዝሰርሑ ሆርሞንስ ንኩሎም ትእዝዞ ማለት እዩ ንበላብለ ምስ እዚኣ ካብዚ ትሰዶ እቶም ካብዛ ፒቲትሪ ግላንድ ድመጹ ናብ ኩሊት ኣብ ልዕሊ ኩሊት ኮፍ ኢላ ደላ እንተ ከይዳ ናብኣት ሰዶም ADH ይበሃሉ ንሶም ከኣ ኣንታይ ዳይሬቲክ ሆርሞንስ ይበሃሉ ማለት እዩ ዳይሬቲክ እንታይ ድገብር ካብ ነብስና ማይ የውጽእ ኣንታይ ዳይሬቲክ ድማ ካብ ነብስና ማይ ከይወጽእ ኩሊት ምስ በጽሐ ተመሊስ ናብ ደም ክመጽእ ከም ዘለዎ ካብ ድገብር ማለት እዩ። ኦክሲቶሲን መቸም ኩላህና ከም ንፈልጦ ሓደ ነቲ ዩትራስ ገለ ባህሩ ክቕይር ከም ዘለዎ ካብ ድገብር ኮንትራክት ክገብር ከም ዘለዎ ካብ ዝገብር ማለት እዩ። እንተ ደኣ ሓራስ ነብሰ ጾር ናብ ምሕራስ እንተ ደኣ ትድንጉ ሃልያ ገለ ካብቶም ድወሃቡ ኮንተንትስ እዮም ኦክሲቶሲን ብዙሕ ግዜ ምስ ፀባ ወይ ከዓ ምስ ሰክሪሽን ናይ ሚልክ ገለ ካብ ዝተሓሓዝ ማለት እዩ ታይሮይድ ስቲሙሌቲን ሆርሞን ምስ ናይ ታይሮይድ ናህና ዝተሓዝ ማለት እዩ ኣዶርኖ ኮርቲኮስተሮይድ ሆርሞን ዝበሃሉ ወይ ከዓ ኤሲቲሄች ዝበሃሉ ከዓ ምስ ኣዶርናል ግላንድ ናህና ዝተኣሳሰር እዩ ቀጺለ ከብርሃዮ እንታይ እያ ትገብር ኣብ ግዜ ስትረስ እዚ ፒኣርኤል ድበሃል ወይ ከዓ ፕሮላክቲን ድበሃል ጸባ ኣብ ምምንጫው ዝሰርሕ ማለት እዩ ከምኡ እውን ማኖሳይተል ስቲሙሌቲን ሆርሞንስ ዝበሃሉ ኣብ ናይ ምርሃፅን ሰንሳ ምግባር ናይ ቆርበትናን

እቶም ጎናዶትሮፒስ ዝበሃሉ ስርሖም ክሰርሑ ከለዉ ናብ ኦቫሪ እውን ከምኡ ማለት እዩ ድእዝዝ ማለት እዩ ከምዚ ንሪኦ ዘለና እዞም ሆርሞንስ ንኣብነት ኣብዚ እንድሕር ርኢናዮ እዛ ኣብዚ ደላ ማኒስትራል ሳይክል ምስ ተወደአ ካብ ወይ ኣብ ምውድኡ ገፁ ደሎ ማለት እዩ እቶም ዶት ዶት ዶት ኮይኖም ደለዉ ከምዚ ፐርፕል ኤፍስሽ እቶም ኤፍስሽ ንብሎም ሆርሞንስ ይበፅሑ ንኣብነት ኣበይ ኣለኻ ማለት እዩ ከምዚ ኖርማል መዓልቲ መጺኻ ሳይክል እንድሕር ጀሚሩ ኣሎ ኣብዚ እዋን እዚ እንተ ኣብዚ ኣብዚ ብጣዕሚ ፒክ ድኾንካሉ ግዜ እንተ ጾታዊ ርክብ ጌርካ ንኣብነት ኣብዚ እዋን እዚ ብቐሊሉ ክትጠንስ ትኽእል ኢኻ እንተ ኣብዚ እዋን እዚ ካብዚ ፔሪድ እዚ ስጋ ኣብዚ ፔሪድ እዚ ዘሎ ሰለስተ መዓልቲ ቅድሚ ምጅማርካ ፔሪድ ሰለስተ መዓልቲ ድሕሪ ምውድእ ፔሪድ እንተ ጾታዊ ርክብ ኣብዚ እዋን እዚ ፈጺምካ ክትጠንሳ ጓል ኣንስተይቲ ክትጠንሳ ኣይትኽእልን እያ ገለ ብደይ ዝኾነ ናይ ሆርሞን ናይ መከላኸሊ ንድኸዱ ሰባት ገለ ካብቲ ዝጥቀምሉ ሜላታት ነዚ መሰረት ንምግባር እዩ ሶ ከምዚ ትሪእዎ ዘለኹም ኤቭሪቲንግ ኢዝ ማነጅድ ብሆርሞንስ እዩ ድምሕደር ብዛዕባ እዚ ግን ኣስፋሕ ኣቢለ ካልእ ግዜ ከብርሄ ብደይ ዝኾነ ዲስፕሊን እንድሕር ኣለና እንድሕር ምሻሎ ሰብ ሓዳር እንድሕር ኮንካ ንኣብነት ትማላላእ ትተሓላለ እንድሕር ኮንካ እሞ እቲ ሆርሞንስ እንተዝኾነ ሚስ ጋይድ ዝኾነ ሽግር እንድሕር ዝፈጥር ኮይኑ ማለት ጓልንታ ትወስዶ ዘላ ጓል ኣንስተይቲ ንኣካላታ እንድሕር ዘይሰማምዓ ኮይኑ ወይ ደግጅፋ ይኸውን ወይ ጠባያ ደቐይራ ይኸውን ወይ ኮንሰንትሬት ኣብ ምግባር ደሸግራ ይኸውን እንተ ኮይኑ ብደይ ሆርሞንስ ብደይ ሆርሞን ሪፕለስመንት ወይ ብደይ መከላኸሊ ጥንሲ ክትመላለስ እንድሕር ኮንካ ካብ ክትገብሮም ትኽእል ሜላታት ሓደ መዓስ ፒክ ኣለኻ ማለት እዩ ንዑ ድኸውን ካላንደርስ ኣለዎ ሓገዝቲ ዝኾኑ ዝበልክዎም ቲፕስ ሒዘ ክመፅእ እየ ኦኬ ሰዚኤን ተን መባእታውያን ዝበልክወን ትምህርቲ እየን ነይረን ካብዚ ቀፂልና እታ ቀንድን ኣገዳሲትን እታ ናይ ኣይፒኤ ኣክሲስ ትበሃል ወይ ከዓኒ ናይ ሃይፖተለመስ ፒቲትሪ ኣዶርናል ኮርቴክስ ኣክሲስ ትበሃል ማለት እዩ እዚ እቲ ካስኬድ ንብሎ ማለት እዩ ብኸመይ ዝሰርሕ እንድሕር ኢልና ሃይፖተለመስ ናይ ፒቲትሪ ግላንድ ናይ ኮርቲኮትሮፒን ሪሊዝን ሆርሞን ዝበሃል ይሰደሉ

ብምሉኡ ነገር ናይ ሆርሞንስ በዚ ሳይክል እዚ ዝሰርሕ ኔጌቲቭ ፊድባክ እንዳገበረ ከኣ ነቲ ነገር የቋርጾ ማለት እዩ። ንበል ንኣብነት ብዛዕባ ጸቕጢ ናይ ኣእምሮ እንተ ወሲድና ስትረስ እንተ ወሲድና ስትረስ ክሕዘካ ከሎ እንታይ እዩ ዝገብር ዘሎ ኩሉ ግዜ ብመልክዕ እዚ ሳይድ እዚ ከምዚ ንሪኦ ዘለና

ሪሊዝ ትገብረላ ማለት እዩ። ነዛ መልእኽቲ እዚኣ ተቐቢላ ከኣ እታ ፒቲትሪ ግላንድ ንዓኣ ድኸውን ካብዚ መልእኽቲ ድወስድ እዚ ሕጂ ደም እዩ ማለት እዩ ብደም ብደም ሶሪ ብመትኒ ቢሉ ብስርዓተ ዙረት ደም ተበቲኑ ነዚ መልእኽቲ እዚ ተሰኪሙ ይኸይድ ማለት እዩ። እዚኣ ነዚ ናይ ሲሃርሄጅ መልእኽቲ ተቐቢሉ እቲ ኣንተርዮር ፒቱትሪ ግላንድ ድበሃል ናብቲ ታርጌት ኦርጋን ወይ ከኣ ናብቲ ታርጌት ግላንድ ሕጂ ኣድርናል ኮርቴክስ ማለት እዩ ብዚ መልእኽቱ ይሰድድ እዚ ከኣ ነቲ መልእኽቲ እዚ ተቐቢሉ ኮርቲ ኮርቲዞል ይሰርሕ ማለት ኣድርናል ኮርቴክስ ማለት እቲ ኮርቲዞል ዝሰርሕ ማለት እዩ ሶ ክልተ ዓይነት ኮርቲሶል ኣለውና እቲ ሓደ ሚነራል ኮርቲኮስተሮይድስ ዝበሃል ወይ ከዓ ሚነራል ኮርቲኮሳይድስ ዝበሃሉ እቲ ሓደ ከዓ ግሉኮኮርቲኮሳይድስ ዝበሃሉ ሕጂ ክልቲኦም እዚኦም ከምዚ ንሪኦ ዘለና እንታይ እዮም ዝገብሩ ኣብ መጨረሻ እዚ DHE እዚኣ እሞ ንሕጂ ንግደፋ ደሓን ሽዑ ንሽዑ እንድመተ ወይ ከዓ እቲ መልእኽቲ ምስ ተቋረፀ ክኸውን ከሎ እዩ እዚኦም ግን ንንውሕ ድበለ ግዜ ብዙሕ ግዜ ጭንቀት ክህልወካ ከሎ ሶድየም ናትካ ሪቴንሽን ወይ ከዓ ክውህለል ክጅምር ከሎ ብቢሉ ከዓ ናትካ ሶድየም እንድሕር ተዋህሊሉ ማይ ከዓ ክውህለል ይጅምር እዚ ምውሳኽ ኣብ ናይ ብላድ ቮሊም ከም ትዓንት ወይ ድበልኩኹም ናብ ናይ ጸቕጢ ደም ይወስደካ ማለት እዩ ናትካ ጸቕጢ ደም ክልዕል ይጅምር ማዕረ ማዕሪኡ ከኣ እንድሕር ክትጭነቕ ኣሊኻ ኮንካ እዚ ሆርሞን እዚ ንንውሕ ድበለ ግዜ እንታይ እንታይ ድገብር ግልክኖጀነሰስ እዚ እንታይ ማለት እዩ ብዙሕ ሽኮር ናብ ደምካ ክመጽእ ከም ዘለዎ ይገብር ክትጭነቕ ከለኻ ብዙሕ ሽኮር ስለ ዘድልየካ ኣእምሮኻ ብዙሕ ክሓስብ ስለ ዝግደድ እንድሕር ከምኡ ገይሩ ከዓኒ ናትካ ኢንሱሊን ሬዚስታንስ ይቕንስ ወይ ከዓ ሶሪ ኢንሱሊን ሰንሲቲቪቲ ናትካ ይቕንስ ወይ ከዓ ኢንሱሊን ሬዚስታንስ ተጥሪ እዚ ነብሱ ድኸኣለ ናብ ኣብ ግዜ ጭንቀት ዳያቤትስ ብዙሕ ግዜ ምሕራቕ ሽኮር ከልዕለልካ ይከኣል እዩ ድበሃል ብሂል ጥራይ ኣይኮነን ሳይንስ እውን ሳፖርት ይገብሮ እዩ ኩሉ ግዜ ድሓርቕ ሰብ እቲ ቻንስስ ናቱ ዳያቤትስ ክሕዞ ዘሎ ተኽእሎ ብጣዕሚ ልዑል እዩ ምክንያቱ ዘይተኣደነ ሽኮር ናብ ስርዓተ ዝሮ ደሙ ክመፅእ ይገብሮ በቲ ስሩ ሓስቦ ደሎ መልክዕ ማለት እዩ ኣብ ርእሲ እቲ ከምኡ ምዃኑ ከኣ እቲ ናትካ ኢንሱሊን ረዚስታንስ ይውስኽ ወይ ከኣ ሰንሲቲቪቲ ይጎድል ደሓር ናትካ ግሮውዝ ሆርሞን ድበሃሉ ብ ቲስሪ ወይ ከኣ ብናትካ ታይሮይድ ለቨል ከኣ ይቕንሱ ስቕ ኢልካ ድኻም ይስመዓካ ስለዚ ሃይፖታይሮዲዝም ክሕዘካ ይጅምር ብኣቢሉ እንድሕር ሃይፖታይሮዲዝም ኣለካ ከኣ ነታ ፓራታይሮዲዝም ትሰርሖ ዝነበረት ናይ ሪስፖንስ መልክዕ ይጎድል ንስኻ ኢሚኒትኻ ይጎድል ኢሚኒቲኻ እንድሕር ጎዲሉ ብዙሕ ክትንቀሳቐስ ኣይተባባዕን ኢኻ ስቕ ኢልካ ትገጅፍ ትሰብሕ ማለት እዩ ጭንቀት ክትገጅፍ ካብ ድገብረካ ምክንያት ሓደ በዚ እዩ ምክንያቱ ምንቅስቃሳትካ ይጎድል ንስኻ ፋት ናትካ ክውህለል ይጅምር ሶሪ ፋተን ፕሮቲን ናትካ መታቦሊዝም ክበዝሕ ይጅምር ስለዚ ደየለ ደይ ተኣደነ ምስ ጭንቀት ኣሳሲሩ ድመፅእ ህርበት ልብኻ ይውስኽ ስለዚ ክልቲኡ ሽኮርን ጸቕጢ ደምን ክልዕል ካብ ዝገብሩ ሓደ ካብ ጭንቀት ነዚ ነገር ይመስል ማለት እዩ። በቲ ሓደ መልክዑ እንተ ርእናዮ እዚ ናይ ሲምፓቶ ታይሮይድ ሲምፓቶ ኣዶርኖ ሞዲላር ሲስተም ዝበሃል ወይ ከዓ ናይ ክልቶም ተቋሪኑ ኣብ ክንዲ በዚ ፕሮሰስ እዚ ድመፅእ ብቐጥታ ሽዑ ንሽዑን ከምዚ ንኣብነት ደሰንብድ ክኸውን ከሎ እቲ ስትረስ እዋይ እንታይ ክገብሪ ሕጂ ትብሎ እንድሕር ኮንካ እቲ መልእኽቲ ካብ ዓንዲ ሕቆ ናብ ናብቲ ኣዶርናል ሜዱላ ድበሃል እዚኣ ኮርቴክስ እያ መፅያ ዓንተዊ ድበልናያ ማለት እዩ ኣብ ኮርቴክስ ድሕር መፅዩ ነዊሕ ግዜ እዩ ድኸይድ ናብ ሜዱላ ድበሃል ናይ ኣዶርናል ግላንድ ድሕር ኮይዱ ከዓ ንሱ ካታኮላማይንስ ድበሃሉ ወይ ከዓ እቶም ኤፔኔፍሪን ድበሃሉ ሽዑን ሽዑን ነብስኻ ኣብ ስትረስ ምስ ኣተወ ኢመርጀንሲ ኮይኑ ሽዑን ሽዑን ስጉምቲ ክትወስደሉ ኣለካ ንኣብነት ተመን እንድሕር ፈቱ ኮንካ ሃንደበት ተመን እንድሕር ሪኢኻ እታ መልእኽቲ ካብ ብሆርሞን ሰለይ እንዳለት ብደም ኣቢላ ትኸይድ ብስርዓተ መትኒ ጌራ ሽዑን ሽዑን ሓደ ነገር ክትገብር ከም ዘለካ ትነግር ናብ ኣድርናል ሜዱላ ድበሃል መልእኽቲ ይሰድድ ንሱ ከኣ ሽዑ ንሽዑ ሪስፖንስ ክትገብር ከም ዘለካ ህርመት ልብኻ ይውስኽ ምክንያቱ ፋይት ኦር ፍላይት ወይ ከኣኒ ንስኻ ብቐጥታ ካብቲ ክስታይ ክትገላገል ስለ ዘለካ ካብቲ ብድሆ ወይ ካብቲ ንዓኻ ሒዝካ ደሎ ደፍራሃካ ደሎ ነገር ክትእለ ስለ ዘለካ ህርመት ልብኻ ይውስኽ እቲ ዓቐን ናይ ደም ናብ ኣእምሮኻን ናብ ጨዋዳኻን ዝኸይድ ይውስኽ ናትካ ሊቨር ብዙሕ ካብቲ ከዘነ ግሉኮጅን ዝበሃል ግሉኮስ ትቕይሮ ማለት ብዙሕ ደም ብዙሕ ግሉኮስ ናብ ስርዓተ ዝሮ ደምካ ይመፅእ ኮታስ ልክዕ ከምቲ ኣብቲ ሓደ ወገን ክንሪኦ ዝፀናሕና ከምዚ ከምዚ ኣብዚ ክንሪኦ ዝፀናሕና ብመልክዑ ሆርሞን እዚ ነዊሕ ግዜ ዝኸይድ እዩ ዳፅዋይ ጭንቀት ምስ ሓዘካ ካብኡ ክትወፅእ ትሽገር እዛ ከዓ ብሕፅር ዝበለ ኣብታ ሽዑን ሽዑን ክትወፀላ ተድልየካ ብምሉእ ኣክሽን ይሕዘካ ማለት እዩ ዳይሉሽን ንድ ብሮንኮ ዳይሉሽን ብሮንካይልስ ማለት ብዙሕ ንክትተንፍስ ንክትልህልህ ናትካ ስርዓት ቱቦታት ናይ ስርዓተ ምስትንፋስ ይኽፈቱ ናትካ ብላድ ፍሎው ፓተርን ከዓ ይቕየር ውፅኣት ይሕዘካ ዳጀስቲቭ ሲስተም ኣክቲቪቲ ይቕየር ማለት እዩ ድክሪ ዝኸውን ማለት እቶም ጭዋዳታት ናይ ስርዓተ ምሕቃቕ ምግቢ ይቕንሱ ስለዚ ኣብ ፋይት ኦር ፍላይት ቅድሚ ሕጂ ብዙሕ ግዜ ገሊፀ ነይረ ብምሉኡ ብዝሒ ደም ናትካ ካብቲ ናይ ስርዓተ ምሕቃቕ ምግቢ ዝበዝሐ ዳርጋ ሓደ ርብዒ ሓደ ሲሶ ወይ ሓደ ርብዒ ናይ ስርዓተ ዝሮ ደም ናብ ስርዓተ ምሕቃቕ መግቢ ሓደ ርብዒ ወይ ሓደ ሲሶ ከዓ ናብ ስርዓተ ኣእምሮ ስለ ዝኸይድ ኣብዚ እዋን እዚ ከዓ ነቲ ደም ብምሉኡ ባጀት ክገብሮ እንተ ኮይኑ ናብ ጭዋዳ ናብ ሙር ናይ ካብ ስርዓተ ምሕቃቕ መግቢ ዝኸይድ የቋርፅ መትንታት ከዓ ኩሎም ጠመተኦም ናብቲ ኢመርጀንሲ ይኸውን ብኡ ከዓ ዝሰንበደ ብዕራይ ውፅኣት ክሕዞ ንርኢ ወላ እውን ኣብ ደቂ ሰባት እውን ካብ ዝረአ ነገር ማለት ንሱ እዩ ስለዚ ናትካ ሞታብሊዝም ይውስኽ ቀልጢፍካ ኣለርት ኮንካ ሓደ ስጉምቲ ክትውስኽ ይሕግዘካ ማለት እዩ ሶ ናይ ሎሚ መሰረታውያን ዝኾና ነገራት ኣብዚኣ ነዚአን እየን መሰረት ከም መበገሲ ንድሕር ሕጂ ብዛዕባ ታይሮይድ ክንዛረብ እንድሕር ኮይናስ ካበይ ናበይ እቲ ኔትወርክ ንክርዳእና ማለት እዩ ብዛዕባ ታይሮይድ ወይ ከዓ ታይሮይድ ዲስፋንክሽን ወይ ከዓ ታይሮይድ ዲስ ባየሰስ ወይ ከኣ ካብቲ ክኾኖ ድግብኦ እንተ ሓሊፉ ወይ ይልዕል ወይ ይትሕት ማለት እዩ። እምብዛ እንተ ልዒሉ ሃይፐር ንብሎ ማለት እዩ። ብዙሕ ካብቲ ክኾኖ ድግብኦ ንላዕሊ ኣክቲቭ እንተ ኮይኑ ሃይፐር ንብሎ። እንተ ናትካ ታይሮይድ ሃይፐርታይሮዲዝም ድሕሪ ኣለካ ኮይኑ ካብቲ ክኾኖ ድግብኦ ንላዕሊ እንተ በዚሑ ኩሉ ግዜ ጸጉርኻ ስቕ ኢሉ ክረግፍ ይጅምር፣ ኣዒንትኻ ፈጠጥ ይብል ማለት እዩ። ምሻሎ ብጣዕሚ ፍሩይ ዝኾነ ነገር ብደይ ተኣደነ ረሃፅ ክትርህፅ ትጅምር ህርመት ልብኻ ስኢሉ ጅግጅግ ይብል ምስኡ ከዓ ክብደት ቀልጢፍካ ትቕንስ ብዙሕ መንፋሕቲ ጥራጥ ገለ ዝኣመሰሉ ነገራት እውን ብብዝሒ ይረኣዩ እዚ ኣፅፋርካ ምሻሎ ዝኾነ መልክዖም ይቕይሩ ቀለልቲ ሶፍት ካብ ዝኾኑ ናትካ ናይ ምድቃስ ልምድታትካ ኢራቲክ ይኸውን ዋላ ደኺምካ ከለኻ ድቃስ ኣይመፀካን እዩ ዳስዋይ ከዓ ዓይንኻ ቦግ እዩ ዝበሃል ወይ ከምዚ ምልክታት ናይ ደይ ደቀሰ ሰብ ክተርኢ ትጅምር ብቐሊሉ ሙቐት ሙቐት ሙቐት የብለካ ማለት ሲ እዚ ኣብ ግዜ ሞኖፖዝ ካብ ዝረኣዩ ገለ ምልክታት ማለት እዩ እንድሕር እዚ ፀገም እዚ ሃሊካ ኮይኑ ኣብ ውላድ እውን ዓቢ ተራ ኣለዎ ናትካ ኢንፈርቲሊቲ ክገጥመካ ይኽእል እዩ ምክንያቱ ከምቲ ዝረኣናዮ ምስ ታይሮይድ ተኣሳሲሩ ዝመፅእ ፓራታይሮይድ ኣሎ ፓራታይሮይድ ከዓ ኣብ ናይ ካልሽየም ዓቢ ተራ ድጻወት ማለት እዩ እንተ ፓራታይሮይድ ናትካ ናይ ካርሰን ፋንክሽን ኣጉዲልዎ ስርዓተ ምርባሕን ስርዓተ መትንን ስርዓተ ዕፅምትን ገለ ካብቶም ስርዓተ ገለ ካብቶም ስርዓታት ድጉድእ ስለ ዝኸውን ነንሕዶም ዝተጠማመሩ እዮም ብኡ ድማ ጠባይካ ብጣዕሚ ኢሪተብል ስቕኢልካ ትዕግስቲ ደይብልካ ሰብ ክትከውን ትጅምር ጭዋዳታትካ ክደኽሙ ይጅምሩ ብዙሕ ነርቨስነስ ይስምዓካ ከምዚ ስቕኢልካ በተግ በተግ በሃሊ ትኸውን እቲ ናትካ ማኒስቴሪያል ፔሪድ ድማ በቃ ኣደብ ደይብሉ ይኸውን ማለት እዩ ካብዚኦም ኩሎም ብሓደ ግዜ ደይ ክመፁ ይኽእሉ እዮም እንተ ካብዚኦም ምልክታት ትሪኣ ኮንክን ደቂ ኣንስትዮ ብፍላይ ገለ ካብቲ ክትገብሮ ዝግባእክን ብቲ ቲስሪ ቲፎር ዝበሃል ነገር ምልላይ እዩ ከምኡ ድማ ኣብ ምውሓድ እዚ እንታይ ኢልና ኣለና ሃይፐር እንድሕር ኮይኑ ክልዕል ከሎ ማለት እዩ ኢልና ኣለና። እዚ ድማ ክውሕድ ከሎ ማለት እዩ። ሃይፖታይሮይዲዝም እንድሕር ሒዝካ ኣሎ ድማ ፀጉርካ ክደርቕ ጅምር፣ ገፅካ ስቕ ኢሉ ንፍሕ ይብል ወይ ከምዚ ምሻሎ ክንዲ ገለ ትኸውን ትመስል ህርመት ልብኻ ብጣዕሚ ትሑት ይኸውን ከምዚ ናይ ኣትለት ክንዲ ገለ ትኸውን ክብደት ክትውስኽ ትጅምር ድርቀት ክገብረልካ ይጅምር ኣፅፋርካ ተሰበርት ወይ ደረቅ ክኾን ብግምጣሉ ናይቲ ክንሪኦ ፀንሕና ማለት እዩ መቃረ ጥሞኻ ብዙሕ ቃንዛ ይስምዓካ ስቕ ኢሉ ቁሪ ቁሪ የብለካ ወይ ቁሪ እንተ ሒዝካ ቁሪ እንተ ኮንካ ኮይኑ እቲ ቦታ ደለኻዮ ኣብዚ ሙቐት ንብል ኔርና ኣብዚ ከኣ ቁሪ ማለት እዩ ስቕ ኢሉ ቁሪ ቁሪ የብለካ ወይ ቁሪ እንተ ኮይኑ ስቕ ኢልካ ገብገብ ትብል ማለት እዩ ብዙሕ ጭንቀት ከምኡ ውን ድርቀት ቆርበት ብጣዕሚ ዘይተኣደነ ድኻም ስቕ ኢልካ ረሳዔ ትኸውን እቲ ናትካ ማንስትሬሽን ድማ ምሻሎ ካብቲ ቅድሚ ሕጂ ትሪኦ ዝነበርካ ደሰንብድ ወይ ብዙሕ ክኸውን ይጅምር ማለት እዩ ሰው ንሎሚ ሕዝያ ዝነበርኩ ኣርእስቲ ነዚኣ ትመስል ብዛዕባ መባእታዊ ዝኾነ መባእታዊ ዝኾነ ንቕሓት ብዛዕባ ኢንዶክራይን ወይ ከዓ ናይ ነዝዒ ስርዓት ማለት እዩ